ንሳሪ ይቕሬታ ሓቲቱ ሓላው ውልዳት ቸልሲ ኬፓ ኣሪዚብላጋ በቲ ኣብ ዓመት 2019 ዝተኻየደ ግጥም ፍጻመ ካራባዎ ካፕ ኣንጻር ማንቸስተር ሲቲ ዘርኣዮ ዓቢ ዘይምርድዳእ ከም ዝተጠዓሰሉ ከምኡ'ውን ነቲ ኣብቲ ግዜ'ቲ ኣሰልጣኒ ቸልሲ ዝነበረ ማውሪስዮ ሳሪ ዳግማይ ይቕሬታ ከም ዝሓተቶ ተገሊጹ። እዚ ስጳኛዊ ዋሕላዊ ልዳት ቀቅድሚ እቲ ኣብ ግጥም ናይ መድረኽ ቅላዕ መቕጻዕቲ ምምርሑ ወላኳ ብኣሰልጣኒኡ ሳሪ በቲ ካልኣይ ሓላዊ ልዳት ዊሊ ካባሌሮ ተቐይሩ ንኽወጽእ ትእዛዝ እኳ እተተመሓላለፈ ኬፓ ግን ካብ ሜዳ ክወጽእ ኣብዩ። እዚ ድማ ነቲ ኣሰልጣኒ ኣብታ ምሸት እቲኣ ከም ዘሕረቖ ዝዝከር እዩ። እዚ ፍጻመ እዚ ብኡንብኡ ኣብ መላእ ዓለም ሰፊሕ ምይይጥ እኳ እንተ ተላዕለ፣ ሕጂ ግን ድሕሪ ክልተ ዓመት እዚ ስጳኛዊ ዳግማይ ይቕሬታ እናሓተተ፣ ነቲ ኣብታ መዓልቲ እቲኣ ዘጋጠመ ፍጻመታት ብዝያዳ ከነጽሮ ጽዒሩ እዩ። ኬፓ ብዛዕባ እዚ ፍጻመይ ከምዚ ክብል ጽሒፉ፣ እዚ ነገር ንሓንሳእን ንሓዋሩን ፍትሓዮ። እዚ ዅሉ ነገር ብሰንኪ ዓቢ ዘይምርድዳእ እዩ ነይሩ። ካብ መጋጥምትና ዝመጸትና ቅላዕ ምስ ኣድሓንኩ ኣብ እግረይ ገለ ነገር ተሰሚዑኒ። ገለ ነገር ከም ዘይኮንኩ ንምርግጋጽ ድማ ንፊዝዮ ሓኪም ጸውዔዮ። ልዕሊ ኹሉ ግና ምስ ደቂ ጋንታይ ኮይንና ንኸነስተንፍስ እዩ ነይሩ ድሌተይ፣ እዚ ድማ ዕረፍቲ ክንወስድ ማለት እዩ። ብሃንደበት ግን ኣሰልጣኒ ሳሪ ንዊሊ ካባሌሮ ነብሱ ከርስን ክልእኾ ርእዮ። ክቕጽል ከም ዘይክእል ኮይኑ እዩ ተረዲእዎ። ቅኑዕ ይኹን ጌጋ ብዘይገድስ ነታ ጋንታ ንምሕጋዝ ግዜ ከጥፍእ ጥራይ እየ ሓሲበ ነይረ። ምጽዋት ንኸይቅጽል ዝዓግተኒ ከቢድ ጸገም ኣይነበርን። ደሓን ምዃነይ ከም ዘይተጎዳእኹ ክሕብር ፈቲነ፣ እንተኾነ ግን ኣብ ዌምብሊ ኣብ ቅድሚ ልዕሊ ሰማንያ ሽሕ ዝኾኑ ደገፍቲ ኢና ኔርና፣ ስለዚ ሳሪ ክርድኣኒ ኣይከኣለን። ራብዓይ ዳኛ ነቲ ቦርድ ምስ ኣልዓሎ ክወጽእ ከም ዝነበረኒ ንጹር እዩ ኔሩ፣ ከምኡ ዘይምግባረይ ግን የሕዝነኒ እዩ ክብል ጽሒፉ። ሕጂ ድማ ናብ ሓጸርቲ ዜናታት ምስግጋር ተጻወቲ ክነብለኩም። ማን ሲቲ ንምፍራም ግሪሊሽ ትቀራረብ። ብመሰረት ሓበሬታ ዘ ኣትለቲክ፣ ማንቸስተር ሲቲ ብዓቢ ክፍሊት ንጃክ ግሪሊሽ ክተሰጋግሮ ተቓሪባ ከምዘላ ተገሊጹ። እዚ ሃንዳሲ ኩዕሶ ኣስቶን ቪላ ድሕሪ'ቲ ኣብ ዩሮ ክልተ ሽሕን ዕስራን ዘርኣዮ ዓይኒ ዝስሕብ ብቕዓት ካብ ክለቡ ተፋንዩ ናብ ሲቲ ክሰጋገር ትጽቢት ከምዘሎ እዩ ዝንገር። ኢንተር ኣብ ልዕሊ ሲደበ ተገዳስነት ተሕድር። ብመሰረት ሓበሬታ ፉት ማርካቶ ኢንተር ሚላን ኣብ ልዕሊ ናይ የማን ተኸላኻላይ ፈረንሳዊት ክለብ ሞናኮ ጀብሪኤል ሲደፐ ተገዳስነት ኣሕዲራ ከምዘላ ተገሊጹ። እዛ ተዓዋቲት ሰሪ'ያ ነዚ ወዲ ዕስራን ሸሞንተን ዓመት ከም መተካእታ'ቲ ኣብዚ ክረምቲ ናብ ፒኤስጂ ዝሸጠቶ ተጻዋታይኣ ኣሽረፍ ሃኪም ትርእዮ ከምዘላ እዩ ዝግለጽ። ኢንተር ንሲደፐ ካብ ሞናኮ ክትሰጋግሮ ኣብዘን ዝመጻ ሳምንቲ ሸውዓተ ሚልዮን ዩሮ ክትቅርብ ከምዝኾነት እዩ ዝግመት። ሪያል ማድሪድ ብኤቨርተን ትግረም። ብመሰረት ሓበሬታ ቱቶ ማርካቶ ዌብ ሪያል ማድሪድ በቲ ኤቨርተን ንተጻዋቲኣ ሪቻርልሰን ዝተመነቶ ናይ 90 ሚልዮን ዩሮ መሸጣ ክፍሊት ከምዝተገረመት ተገሊጹ። ነበር ኣሰልጣኒ ኤቨርተን ካርሎ ኣንቸሎቲ ምስ እዚ ብራዚላዊ ኣጥቃዒ ክሓብር ድሌት እኳ እንተሃለዎ እንተኾነ ግን ሪያል ማድሪድ ነቲ ዝተሓተተቶ ዋጋ ክተማልእ ዓቕሚ ከምዘይብላ እዩ ዝፍለጥ። ወርነር ኣብ ቸልሲ ክትጸንሕ ይደሊ። ብመሰረት ሓበሬታ ስፖርት ዋን፣ ቲሞ ወርነር ካብ ቸልሲ ክወጽእ ድሌት ከም ዘይብሉ ከምኡ'ውን ጀርመናዊት ክለብ ባየር ሙኒክ ኣብ ልዕሊ እዚ ኣጥቃዓይ ተገዳስነት ኣሕዲራ ከም ዘላ ተገሊጹ። እዚ ጀርመናዊ ኣጥቃዓይ ኣብ ስታምፎርድ ብሪጅ ሓደ ዓመት ጥራይ ገይሩ ከም ዘሎ እዩ ዝፍለጥ። ካብ ዜናታት ቸልሲ ከይወጸና ቸልሲ ንምፍራም ክዋንደ ትዛረብ። ብመሰረት ሓበሬታ ኢጣልያዊ ጋዜጠኛ ፋብሪሲዮ ሮማኖ ቸልሲ ንምፍራም ክዋንደ ምስ ሰቪያ ብወግዒ ዝርርብ ጀሚራ ከምዘላ ተገሊጹ። እዚ ፈረንሳዊ ተኸላኻላይ ኣብዚ ክረምቲ ኣብ ታርጌት ቸልሲ ዝኣተወ ተጻዋታይ እዩ። ስምምዕ ክግበር ድማ ትጽቢት ኣሎ። ክዋንደ ዝመጽእ ዓመት ስፖርት ኣብ ግጥም ቻምፕዮንስ ሊግ ክጻወት ስለዝደሊ ምስ ቸልሲ ክሰማማዕ ድልው እዩ ዘሎ። እቲ ዝተረፈ ኣብ መንጎ እዘን ጋንታታት ስምምዕ ክግበር ተሪፉ ከምዘሎ እዩ ዝግለጽ። ኣርሰናል ንምፍራም ላውታሮ ትሓትት ዘጋነርስ ድሕሪ ንምፍራም ኢሚልያኖ ቡነድያ ምፍሻላ ንኮኸብ ተጻዋታይ ኢንተር ሚላን ላውታሮ ማርቲንዝ ክተፈርም ትሓትት ከምዘላ ተገሊጹ። ኣርሰናል ኣብዚ ክረምቲ ንመንእሰይ ናይ ማእከል ተኸላኻላይ በን ዋይት እኳ እንተፈረመት እንተኾነ ግን ኣብ መስመር መጥቃዕቲ ሓይሊ ብምውሳኽ ነዚ ወዲ ዕስራን ሰለስተን ዓመት ኣርጀንቲናዊ ብሓባር ምስ ባካዮ ሳካ ንነዊሕ ዓመታት ንመስመር መጥቃዕቲ ክትመርሖ ወጢና ከምዘላ እዩ ዝንገር። ይኹን'ምበር ኢንተር ኣብ ዝሓለፈ ዓመት ስፖርት ነቲ ኣብ ሰሪኣ ዓሰርተ ሸውዓተ ሸቶታት ዘመዝገበ ኣጥቃዒኣ ላውታሮ ማርቲነዝ ክትሸጦ ሕጥይጥይ ክብል ከምዝላ ኢዩ ዝግለጽ። ተኸላኻላይ ስፓርስ ናብ ቀጠር ክግዕዝ ወዲኡ። ተኸላኻላይ ቶተንሃም ቶፒ ኣልደርዌርድ ብ ዓሰርተ ሰለስተ ሚልዮን ፓውንድ ናብ ቀጠራዊት ክለብ ኣልዱሓይል ክሰጋገር ከምዝወደእ ተረጋጊጹ። እዛ ቀጠራዊት ክለብ ንቶቢ ብቐዋሚ ብምስግጋሩ ነቲ ናይ ሽዱሽተ ዓመት ጻንሖቱ ኣብ ለንደን መኸተሚ ገበረትሉ። እዚ ወዲ ሰላሳን ክልተን ዓመት ተኸላኸላይ ኣብ ዝሓለፈ ዓመት ስፖርት ኣብ መሳርዕ ቶተንሃም ከንቆልቁል ተራእዩ። ሕጂ ድማ ኣብ ክንዲ ምስ ስፓርስ ክሳብ ውዕሉ ኣብ ክልተ ሽሕን ዕስራን ሰለስተን ዘብቅዕ ምጽናሕ ኣብ ማእከላይ ምብራቕ ሓድሽ ብድሆ ክገጥም ወሲኑ። እምበኣርከስ ክቡራት ተኸታተልትና ንሎሚ ቀሪብናዮ ዝነበርና ዕለታዊ ዜናታት ስፖርት ነዚ ይመስል፣ ኣብ ዝመጽእ ብኻልእ ትሕዝቶ ክሳብ ንራኸብ ሰሰናዩ።